ሰላም ተኸታተልቲ ኣሰር ሚድያ በብዘለኹሞ ሰሰናዩ እናተመነና ነዚ ዕለት ዝተዳለወ ዜና ክነቕርበልኩም ሰብስክራይብ ብምግባር ስድራ ሚድያና ክትኮኑ ድማ ብኽብሪ ንዕድም። ኣብ ኢትዮጵያ ፈላማይ ሓኪም ዓይኒ ከም ዝኾኑ ዝዝረበሎም ዶክተር ኪሮስ ካብዚ ዓለም ብሞት ተፈልዩ። ማሕበር ልምዓት ትግራይ ሰሜን ኣሜሪካ ንሓደ ውልቀ ሚድያ መዊላ ብዝብል ዝተዘርግሐ ሓበሬታ ሓሶት እዩ ክትብል ነፂጋቶ ኣላ። ሃገራዊ ሰራዊት ሱዳን ድሕሪ ክልተ ዓመታት ንሃገራዊ ቤተ መንግስቲ እታ ሃገር ተቖጻጺሩ። ብጀነራል ኣል ቡርሃን ዝምራሕ ሃገራዊ ሰራዊት ሱዳን ብጀነራል ዳጋሎ ንዝምራሕ ዳዕመ ሰሪዕ ካብ ዋና ከተማ እታ ሃገር ካርቱም ኣውጺእዎ ኣሎ። ጀነራል ኣል ቡርሃን ኣብ ከተማ ፖርት ሱዳን ኮይኑ ይመርሕ ከም ዝነበረ ይፍለጥ። ኣብ ኢትዮጵያ ፈላማይ ሓኪም ዓይኒ ከም ዝኾኑ ዝዝረበሎም ዶክተር ኪሮስ ካብዛ ዓለም ብሞት ተፈልዮም። ዶክተር ኪሮስ ሙሉ፣ ኣዲስ ኣበባ ከባቢ ፒያሳ ባህረ ነጋሽ ብዝብል ስም ብዝኸፈትዎ ክሊኒክ ሕክምና ዓይኒ ዝያዳ ዝፍለጡ ሓኪም እዮም። ዶክተር ኪሮስ ዕስራን ሰለስተን ሚያዝያ ሽሕን ትሽዓተ ሚእትን ዕስራን ዓ ም ኣብ ትግራይ ወጀራት ዒስራ ዓዲ እዮም ተወሊዶም። ኣብ ትውልዲ ዓዶም ትምህርቲ ቤተ ክህነት ዝተምሃሩ እንትኾን ዘመናዊ ትምህርቶም ድማ ናብ ኣዲስ ኣበባ ብምኻድ ተኸታቲሎም። ብሞያ ሕክምና ዓይኒ ተማሂሮምን ብፍላይ ድማ ካብ ጣልያናውያን ሰብ ሙያ ተግባራዊ ክእለት ሒዞምን ኣብ ከተማታት መቐለ፣ ናዝሬትን ጅማን ማእኸል ሕክምና ዓይኒ ከፊቶም ንብዙሓት ኢትዮጵያውያን ብርሃን ዓይኒ ዝሃቡ በዓል ሙያ እዮም ነይሮም። እቲ ዝበዝሕ ግዜኦም ኣብ ኣዲስ ኣበባ ባህረ ነጋሽ ሕክምና ዓይኒ ብዝብል ከፊቶም እናገልገሉ እዮም ኣሕሊፎምዎ። ናብ ኮርያ ንዝወፈሩ ሰለስተ ሽሕን ሓሙሽተ ሚእትን ሰራዊት ኢትዮጵያ ምርመራ ዓይኒ ብምግባር ዝፍለጡ ዶክተር ኪሮስ፣ ን ዓሰርተ ሓሙሽተ ዓመታት ኣብ መንግስቲ ተቖጺሮም ዘገልገሉ ኮይኑ ብድሕሪኡ ብውልቆም እዮም ክሰርሑ ጀሚሮም። ብሓፈሻ ን ሰብዓ ዓመታት ግልጋሎት ሕክምና ዓይኒ ዝሃቡ ዶክተር ኪሮስ ኣብ ዝተፈላለያ ኣብያተ ክርስትያናትን ካልኦት ማሕበራዊ ጉዳያትን ልዑል ተሳትፎ ዝነበሮምን ንብዙሓት ሰባት ሓገዝ ዝሃቡን ሓኪም ከም ዝነበሩ ይፍለጥ። ዶክተር ኪሮስ ሙሉ ብጽኑዕ ሓሚሞም ናብ ሆስፒታል ምስ ኣተው ንሓደ ሰሙን ክሕከሙ ድሕሪ ምጽናሕ ዓሰርተ መጋቢት ክልተ ሽሕን ዓሰርተ ሸውዓተን ዓመተ ምህረት ብሞት ተፈልዮም ኣለዉ። ብድንገት በቃ ኣብዚ ቅድም ትማሊ ምሸት በቃ ዓሪፎም ራእናዮ። ኣብ ሓደ ሰሙን ኣብ ሓንቲ ሰሙን እዮም ሆስፒታል ተክለሃይማኖት ሆስፒታል እባ ደቂሶም ነይሮም በቃ በቃ ኣብታ መበል ዓሰርተ መዓልቶም እያ ሞይቶም። ኣስከሬኖም ካብ ኣዲስ ኣበባ ናብ መቐለ ተወሲዱ ስርዓተ ቀብሮም ኣብ ትውልዲ ዓዶም ወጀራት ዒስራ ዓዲ ቀዳም ዓሰርተ ሰለስተ መጋቢት ክልተ ሽሕን ዓሰርተ ሸውዓተን ዓመተ ምህረት ክፍጸም እዩ። ማሕበር ልምዓት ትግራይ ሰሜን ኣሜሪካ ኣነ ዘይወዓልክዎ ተግባር ከም ዝወዓልክዎ ተቖፂሩ ሽመይ ይጠፍእ ኣሎ ኢሉ። ማሕበር ልምዓት ትግራይ ሰሜን ኣሜሪካ ንሓደ ውልቀ ሚድያ መዊላ ብዝብል ዝተዘርግሐ ሓበሬታ ሓሶት እዩ ክትብል ነፂጋቶ ኣላ። እታ ማሕበር ኣብ ናይ ባዕላ ማሕበራዊ ሚድያ ኣብ ዝዘርግሐቶ መግለፂ ከም ዝሓበረቶ፣ ማሕበር ልምዓት ትግራይ ጨንፈር ሰሜን ኣሜሪካ ኣብ ወፃኢ ንዝመደብር ማዕከን ዜና ገንዘባዊ ደገፍ ገይራ'ላ ብዝብል ዝተፈነወን ኣጀንዳ ኮይኑ ዘሎን ጉዳይ ጌጋ እዩ፣ ኣነ ዝገበርክዎ ሓገዝ የለን ብምባል ኮኒና'ላ። እታ ማሕበር ወሲኻ ከምዝገለፀቶ፣ እቲ ተዘርጊሑ ዘሎ ሓበሬታ ሓሶትን ኮነ ኢልካ ሰናይ ስም ማሕበር ልምዓት ትግራይ ንምጥፋእን ዝተኣለመ ውዲት እዩ ብምባል ተቓውማ ኣስሚዓ'ላ። ሃገራዊ ሰራዊት ሱዳን ድሕሪ ክልተ ዓመታት ንሃገራዊ ቤተ መንግስቲ እታ ሃገር ተቖጻጺሩ። ብጀነራል ኣል ቡርሃን ዝምራሕ ሃገራዊ ሰራዊት ሱዳን፣ ብጀነራል ዳጋሎ ንዝምራሕ ዳዕመ ሰሪዕ ካብ ዋና ከተማ እታ ሃገር ካርቱም ኣውጺእዎ ኣሎ። ጀነራል ኣል ቡርሃን ኣብ ከተማ ፖርት ሱዳን ኰይኑ ይመርሕ ከም ዝነበረ ይፍለጥ። ኲናት ሕድሕድ ሱዳን ድሕሪ ናይ ኣስታት ክልተ ዓመታት ውግእ ዓሰርተታት ኣሽሓት ህይወት ሰባት ወሲዱ፣ ሚልዮናት ካብ መረበቶም ኣመዛቢሉ፣ ሕሱም ጥሜት ኣውሪዱ፣ ኣብ ወሳኒ መድረኽ በጺሑ ኣሎ። ኣብ ዝሓለፉ ኣዋርሕ ሰራዊት ሱዳን ኣንጻር ዳዕመ-ሰሪዕ ብዘካየዶ ጸረ-መጥቃዕቲ ንቕድሚት ክምርሽ ጸኒሑ እዩ። ንርእሰ ከተማ ካርቱም ድማ ዳግማይ ኣብ ኢዱ ከም ዘእተዋ ይግለጽ ኣሎ። ዳዕመ-ሰሪዕ ነቲ ዝወርዶ ዘሎ ክሳራ ክሳብ ሕጂ ኣፍልጦ ኣይሃቦን። እቲ ኲናት ኣብ መንጎ እቲ ብዓብዱል ፈታሕ ኣል ቡርሃን ዝምራሕ ሰራዊት ሱዳን ብመሓመድ ሓምዳን ዳጋሎ ዝእዘዝ ዳዕመ-ሰሪዕን እዩ ኣብ ሚያዝያ ክልተ ሽሕን ዕስራን ሰለስተን ተወሊዑ። እቶም ክልተ መራሕቲ ኣብ ክልተ ሽሕን ዓሰርተ ትሽዓተን ድሕሪ ዝተለዓለ ህዝባዊ ናዕቢ ንስርዓት ዑመር ኣልበሽር ዓልዮም ዲሞክራሲያዊ ስግግር ሱዳን ክትከል እኳ እንተገበሩ፣ ገደብ ግዜኡ ምስ ኣብቅዐ ናብ ስቪላዊ ምሕደራ ንዘይምርካብ እውን ብሓባር ሰሪሖም። ብድሕሪኡ ድማ ክሰርቁ ይፋቐሩ ክማቐሉ ይበኣሱ ከም ዝበሃል ብቁሩቁስ ስልጣን ናብ ዲቕ ዝበለ ኲናት ኣትዮም። ካብ ሽዑ ጀሚሩ ብውሕዱ ዕስራን ሸሞንተን ሽሕ ሰባት ተቐቲሎም፣ እዚ ቁጽሪ ግን ካብዚ ኣሃዝ ንላዕሊ ክኸውን ከም ዝኽእል እውን ይግመት። እታ ንስደተኛታት ኤርትራ ኰነ ካልኦት ሃገራት ኣእዳዋ ዘርጊሓ ብምቕባል እትፍለጥ ሱዳን፣ ልዕሊ ዓሰርተ ኣርባዕተ ሚልዮን ህዝባ ካብ መረበቱ ተፈናቒሉ፣ ዝበዝሕ ክፋል እታ ሃገር ድማ ናብ ጥሜት ተቓሊዑ። እቲ ኣብ ካርቱም ዝተረኸበ ወታደራዊ ዓወት ነቲ ኲናት ናብ ሓዱሽ ምዕራፍ ዘሰጋግሮ ክኸውን ይኽእል'ዩ ተባሂሉ'ውን ተገሚቱ'ሎ። እንተኾነ ምግምማዕ ሱዳን ወሊዱ ብሰራዊት ሱዳን ከምኡ'ውን ዳዕመ ሰሪዕ ዝምራሕ ክልተ ሱዳን፣ ዲፋክቶ ስቴት፣ ክፍጠር ዝዓበየ ተኽእሎ ከምዘሎ'ውን ተገሚቱ'ሎ።

ሰራዊት ሱዳን ብብዙሓት ዕጡቓት ውድባት ክድገፍ ጸኒሑ ኣሎ። እዞም ከም ዕጡቓት ዳርፉርን እስላማዊ ግንባርን ዝመሳሰሉ ታሪኻውያን ተነሓናሕቲ፣ ኣንጻር እቲ ናይ ሓባር ጸላኢኦም ዳዕመ ሰሪዕ ንምቅላስ እዮም ሰሚሮም ዘለዉ። ዳዕመ ሰሪዕን መሻርኽቱን ኣብ የካቲት ኣብ ናይሮቢ ከንያ ቻርተር ብምፍርራም ጎናዊ መንግስቲ ኣቑሞም ኣለዉ። ዓለ ቡርሃን እውን ብወገኑ መሰጋገሪ መንግስቲ ንምቛም ምንቅስቓሳት ይገብር ኣሎ። እዚ ድማ ንምምቕቓል ሱዳን መሰረት ዘንብር ክኸውን ይኽእል እዩ። እቲ ዓሰርተ ሽዱሽተ ገጻት ዝሓዘ ቻርተር ዳዕመ ሰሪዕ፣ ዓለማዊ ወይ ድማ ሴኩላር፣ ዲሞክራሲያውን ዘይተማእከለን መንግስቲ ክህሉ ይጽውዕ። ነቲ ሱዳን ኣብ መሰረት ብፍቓዶም ኣብ ሓድነት ግዝኣትን ዝሓቖፉ ህዝብታት ክትቀውም ኣለዋ ዝብል መሪሕ ብምቋም፣ ነቶም ካርቱም ማእኸሎም ገይሮም ኣብ ኣሃዳውነት ዝኣምኑ ዝፃረር እዩ። እቶም ኣብ ግዜ ስርዓት ዑመር ኣልበሽር ኣንፃር እቶም ኣብ ዳርፉር ዝነበሩ ተወለድቲ ማእኸላይ ወይ ምብራቕ ኣፍሪካ ምዃኖም ዝገልፁ ሕብረተሰባት ዝግበር ዝነበረ ስርሒታት ዝዓኾኹ ዳዕመ ሰሪዕ ወይ ድማ ጃንጃዊድ ብጃምላዊ ቅትለት፣ ዓመፅን ካልኦት ግፍዕታትን ብገንኡ ይኽሰሱ ነይሮም እዮም። ኣብዚ ሕጂ እዋን ዝካየድ ዘሎ ኲናት እውን ዳዕመ-ሰሪዕ ብሓያሎ ግፍዕታት ተኸሲሱ እዩ። ይኹን እምበር እቲ ሓይሊ ነቲ ዝቐረበሉ ክሲ ክሒድዎ ኣሎ።